ሰላም ሰላም ሰላም ቤተሰብ ሰላምኹም ይብዛሕ ወትሳፕ ኢልና ጀሚርና ኢና ፕሮግራም እዚ ሳሚ ሪያክት እዩ ዝተፈላለዩ ቪድዮታት ሎማዓንቲ ለለ ሒዝና መፂና ኔና ሰብስክራይብ ብምጋርና ላይክ ምጋር ኣይትርስዑ ናዚ ቻናል እዚ ቤተሰብ ምዃን ከዝለ ኣይትረስዑኹም ክል ደሊ ኩለኹም ላይክ ገይርኩም ጀምርዎ ሰብስክራይብ ገይርኩም ለለ ወድእዎ ክል ይደሊ ዳይላ ቪድዮታትና ንቐፅል እሺ ቤተሰብ በቲ ፈላማይ ዝኾነ ቪድዮና ንቐፅል መብዛሕቲኦም ኣብዚ ሚድያ ቃሳኣሱ ዘለዉ ወነንቲ ዓቢ ሚድያታት ኾይኖም ዘለዉ ሎምዓንቲ ኣብዚ ዲያስፖራ ጓሶት ደቂ ጓሶት እዮም ህጂ ብኡ እቲ ኤረትራዊ ማይንድሰት ደሞራላይዝ ክገብርዎ እዮም ዝሰርሑ ዘለዉ ጓሳ ኣውት ኦፍ ደ ሚድያ በቃ እቶም እቶም ጓሳ ሚድያ ወነንቲ ክኾኑ ይብሎምን እዚ እኮ እቲ ገበን ኣብ ዝፍጸም ዘሎ ኣብዚ ናይ ሚድያ ዓለም እቲ ሕማቕ ናብ ሚድያ ዝጸልኦ እንታይ እዩ ዝኾነ ሃላይ በቃ ዝኾነ ሰራቂ ዝኾነ ዘይጠቅም ዘይረብሕ ሰብ ሚድያ ክኸፍት ክእል እዩ እዚ ገበን እዩ ሳቆ ወፂኻ ዛረብቲ ኮይንካ ቁሩብ ድሕሪ ባይታኻ ክፍለጥ ኣለዎ መን ይሃስኻ እንታይ ኣንቢብካ እንታይ ትፈልጥ ኣበይ በፂሕካ እንታይ ሪእኻ እንታይ ሰሪሕካ ክፍለጥ ኣለዎ እኮ ቲክቶክ ንባዕላ ሃማን ክሪቴርዮም ክህልዋ ኣለዋ ዩቲብ ንባዕሉ ሃማን መን እዩ እዚ ሰብ ክትፍትሽ ኣለዋ ሆምዚ ይብለኒ ኣሎ ብራም ላብ ዝቅጽል ቪድዮ ነእትያ። ነቲ ዓንተቦ ዘልዓልክዮ ቆልዓ ዘይበሰለ ቆልዓ እዩ እዚ ሸዊት ትብልዮ ስቅ ኢልካ በረኻያ ወጽየ ኣለኹ ኣይብሃልን በረኻ ምውጻእ ሓደ እቲ ኩነት። እወ ናብ ሰብ ልሳኣነ ሰብ እና ሸዊት ቢተው ሃይለኛ ልኾነ ቢፍ ኔዎም እስቲ ንረዮ። ኣብቲ ግዜ እዚ ምርኣይ ኣድላዩ እዩ። የድሊ ድዩኸ በረኻ ውጻእ? ልመን ኢኻ ክትወግእ በረኻ ትወጽእ? ኣብ ኣምሓራ እንታይ ይግበር ኣሎ? እቶም ፋኖ ንባዕልቶም እንታይ ይገባበር ኣሎ ኢልካ ምርኣይ ኣድላዩ እዩ። ኣይኮነን ዶ ትግራዋይ ላብ ትግራዋይ ክትኩሱ ኢልካ ሕዝቲ ሸዊት ቢተው ኣዲስ ኣበባ ከይድካስ ዓ- ሓራ መሬት እየ ለለኹ ትብል ካብ ኣዲስ ኣበባ ብኣውሮፕላን ሰመራ ዓሪፍካ ሰመራ ከዓ ኣብ ዝኾነ ናይ ዓፋር ሩባ ከምዚ ኢልካ ከምዚ ናይ ፋኖ ጥቁር ክላሽ ሒዝካ ሰልፊ ከምዚ ቀሪጽካ እንዲህ እናደርጋለን መዳረሻችን መነሻችን ኣማራ መዳረሻችን ኣዲስ ኣበባ ምባል እያ እኮ ተሪፋቶ ሸዊት ቢትም መነሻችን መቀለ መዳረሻችን ኣዲስ ኣበባ እዩ ክብል ይመስለኒ ከምኣ እያ ተሪፋቶ እምበር ከምኡ ዓይነት ድራማ እዚ ናይ ቃንጫ መርዓት ጸዋታ ገለገለ እዚ መሕፈር መሰከፊ እዩ ሶ ሸዊት ቢተው ናይ ውናት ኣባል ስራሕ ፈጻሚ እዩ ናይ ውናት ኣባል ስራሕ ፈጻሚ ንቲዲኤፍ ክወግእ እየ ኢሉ ኣብ ፌስቡክ ክፅሕፍ ከሎ ናይ ቲክቶክ ቪድዮ ቐሪፁ ክለቅቕ ከሎ ተቃዋምቲ ውድባት ድየን እዚኤን ወይስ ናይ ፀላኢ መሳርሕቲ እየን ኢልካ ምሕታት ባዕሉ ኣገዳሲ ይመስለኒ። ሸዊት ቢተው ቅድሚ እታ ቪድዮ እሳ ምልቃቑ ኣብ ኣዲስ ኣበባ ብዝርከብ ናይ መከላከያ ሰራዊት ምድር ሃይል ብመከላከያ ተዓጂቡ ኣሳይመንት ተቐቢሉ ከምዝወፅኣ ናብ ፌስቡክ እውን ለቂቐዮ ነይረ እየ ሶሸዊት ሓደ ኣሜሪካዊ እዩ ሰብ እዚ ካብ ኣሜሪካ እዩ መፅኡ ኣሜሪካዊ እዩ ዜግነቱ ማለት እዩ ካልኣይ ከዓ ናይ ብልፅግና ፈረስ እዩ ሓደ ናይ ብልፅግና ፈረስ ቆልዓ እሞ ድማ ገና ዘይበሰለ እንታይነት ፖለቲካ ዘይፈልጥ ቆልዓ ኹምዚ ገይርካ ኢልካ ምውዕዋዕ ኣድላይ ኣይኮነን። እቲ ክንጥንቀቆ ዝግባእ ግን ብቀሊሉ ክረኣ ዘይግበኦ መዓት ሰባት ከባላሽ ስለ ዝኽእል ኣብኡ ስትሪክት ዝኾነ ፎሎው ኣፕ የድሊ እዩ። ሶ ሸዊት ናይ ብልጽግና። እሺ ሰልጣነ ከምዚ ኢልዎ እንዮ ሸዊት ልወሎም መጀመርያ ክታይ ይመስል ልብል ነገር ስር ኢና ንመለስ። ጣብያታት ይኹን ዞባታት ይኹን ናብ ኩሉ ኣትዩ መሪሕነት ክጭብጥ ክቕፅል ኢና እቲ ዕላማና ዘሎ ስለዚ ሕጋውያን ፍሉይ ሓይሊ ኮይና ንቐፅል ዘለና ሕጋዊ ወርኔል ሕጋዊ ዩኒፎርም ዘለና ነስተኻኸል ኣለና ኢና ኩሉ ብሂደት ዝስተኻኸል እዩ እዚኣ እያ እኒኣ ካብ ወፃኢ ድማ ተሓንቲ ዘላ ስልጣን ባህጊ ንስልጣን ኢልኩም ኢኹም ወጺኹም ትበሃል ኣበሃህላ ኣላ። እዚኣ ምንም ሸፈንፈን የለን። እወ መንእሰይ ስልጣን ክርከብ ኣለዎ ተወዲኡ። ሓድሽ ሓሳብ ዘለዎ ኩሉ መንእሰይና ኩሉ ብጻይና ብጻይ በረኻ ዝተንከራተተሉን ዝተሰወኣሉን ማንም ኣራጢጡ ዝነበረ መጺኡ ስልጣን ክሕዘሉ ወይ ድማ ናቱ ኣነ ይፈልጠልካ ክብሎ ይኮነ እቲ ዕላማ እኒ ዓቕሙ ዘሎ መንእሰይ እኒኤና ዝተማህረ መንእሰይ እኒኤና እቲ መንእሰይ ዝተማህሮን ክነምህሮ ኢና ክመሃር እዩ ክመሃር እዩ ክቐጽል እዩ ብኡ መሰረት ድማ ናይ ሰራዊት መሪሕነት ሒዙ ክቕፅል እዩ፣ ፍላሕ ልኹ ይቕፅል እዩ፣ ብናይ መንግስታዊ መዋቕራት ኣትዩ ክቕፅል እዩ፣ ለውጢ ከምፅእ እዩ። በቃ እዚኣ እያ እኒኣ ቅዋም። ስለዚ ምንም ዘተሓባእ ነገር የብሉን እዩ። እዚኣ እያ እኒኣ ብፆት። ስለዚ ብፆትና ዋጋ እዩ እንደለየና ብፆትና ብምልኦም ብሕዚ ሰዓቱን ብጣዕሚ ብፅቡቅ ኣብ ፅቡቅ ደረጃ ኣለና ኢና ብዕጥቂ ደረጃ ፅቡቅ ኣለና ኢና ብስንቂ ደረጃ ፅቡቅ ኣለና ኢና ብኹሉ ደረጃ ጽቡቕ መንገዲ እኒኤናና ብጽቡቕ መንገዲ ክንቅጽል ኢና ብጻይና ኩሉን ሕዚ ጻውዒት ኢና ንገብር ዘለና እቲ ኩሉ ብጻይ ኣብ ዘለዎ ኩሉ ኣይተሰዋእ ከንቱ ሞት ኣይትሙት ኩልኻ ንዓ ተጸንበር ናብ ሓራ መሬት መጽኻ ተጸንበር ኢና ንብል ዘለና ተጸንቢርካ በዓልካ ኣያ ኩን ኣይትሰዋእ ከንቱ ሞት እዩ ሕጂ ዝመጽ ዘሎ መስዋእቲ መስዋእቲ ኣይኮነ ከንቱ ሞት እዩ ዘሎ ብኣጌና ንቐጽል ኢና ንብል ዘለና ስለዚያ ጻውዒት ንገብረልና ንብጾትና ዘይሰምዑ ማለት እዩ ካብኡ ኣብ መወዳእታ ዘላ ግን ብዓይታ ንባዕልትና ዝብሉ ሓደ ሓደ ናይ ህወሓት ሻንጣ ተሸከምቲ ጉጅለታት ውሕድ መራሕቲ ከትርፉ ኢሎም ውሕድ መራሕቲ እናበልዑ እናሰረቑ ክነብሩ ምእንታን ኢሎም ከለላ ኮይንና ህዝቢ ክነጥፍ ኢና ዝብሉ ማንኛውም ሓይልታት ግን ብዝተቀናጀወ መልኩን ስርዓትን ደንብን ብዝሓለወ መልክዕ ናብ ሕጊ ንቕርቦም ኢና ነዚኦም ኣካላት ናብ ሕጊ ቀርቡ ኣይቀረብ ክከላኸሎም ዝምክር ማንኛውም ሓይል ተሃልዩ ግን ብዝመፀ ኩሉ ክንቃለሶ ድሉዋት ኢና እዩ ተወዲኡ ዘሎ ትግራይ ንኩላትና ትምልከተና እያ ኩላ ትግራይ ናይ ኩላትና እያ ስለዚ በዛ መሰረት ክንከድ ኢና ካብዚ ንላዕሊ ብዙሕ ዝብሎ የብለይን ሕዚ እውን ተኾነ ፅባሕ እውን ናይ ብፆትና ቃል ክንሕሉ ኣለና ሕድሪ ብፆትና እውን ክነዕብር የብልና ንክልኑ ተለና ብተግባር ክነርኢ ኣለና ኢና ስለዚ ዘላለማውን ክብሪ ሞገስን ንጀጋኑ ስዋኣትና ክብረት ያበለይ
ኸምዚ ኢሉ ነይሩ መጀመርያ ማለት እዩ ን ዝቅፅል ቪድዮ ነእትው። ንጌታቸው ኮነ ዝሓሊ ጌታቸው በቃ ኣነ ኣብ ትግራይ ከም ተሰወየ ዝቆፅሮ ብሓፂር ቋንቋ ኣነ ምንም ካልእ ኣይስምዐንን እቲ ንፈልጦ ጌታቸው ኣብ ትግራይ ከምቶም ስውኣት ኢና ንቆፅሮ ሕዚ እኒሆ ጌታቸው ብትርፊ ግዜ ኣብ ብልፅግና ዝኣተወ ጌርና ኢና ንቖፅሮ። ነውሪ ኣመት ብሰላም የብጽሓና ክትብልዎ ትደልዩ ሰብ እንድሕር ደኣ ወላ ሃልዩ ኣብ ደገ ሃሉ በልካ ኣብ ዝኾነ ይኹን ቦታ ነደይን ሓፍተይን ዊንታ ሓፍተይን ማ ኣደይ ድማ ዝያዳ ኣብ ኣዲስ ኣበባ ክመጣ ኣይ ፋዘረይ ኣብ ካናዳ ቅመጥ

እሺ ፋሚሊ ከዚ ውን ንቅጽል ኣለና ኢና ሰብስክራይብ ምግባር ግን ላይክ ምግባርለ ኤይትርስዑ ኢኩም ንቅጽል።
ዋእ ለምን ዋእ ሕና ብላዛ ራያ ማስታወቅያ ከይንሰርሕ እኮ መን ክሰምዖ ኢና ኣትኻቱም ቋንቋ ትብል እኮ ድርጅታት ድኹልኹልና ሰባት እኮ ኢና ድምንታይ እዩ ሓቂ ድጠፍእ ጓል ራያ ትመስክር እዩ ደመጻይ እዋ ድጓ ራያ ምኸር እያ ለዋኹም ብውሽጢ ትመጹ ሰባት ደሞ ኣይምልኸተኒ እሳ በዓልቲ ፍልጠት በዓልቲ ርእሲ እያ ድምልከታ ድትኽእሎ ሕዛ ክትወጽእ እላ ጓል ራያ ኣነ ሃምኣ ስለ ደይኽእል ድኣ ንድሕር ናብ ምሙጋት ሓይሊ ሃልዩኒ ህንደይ ድጸውዮ ጸንሑኒ ግን ኣነ ሃምኣ ይኽእል እየ ኣነ ድኽእሎ ካልእ እዩ እሳ ልለ ፎትያ ኮንተይ ሃምዚ ኮይና እና ሃምዚ ሕዚ ትገብርዎ ኣለኹም ሰብ ተይፎትየ ክጸውይ ትገብርዎ ኣለኹም ሕማቕ እዩ ጽቡቕ እዩ ላጽሓፍኩም ሕማቕ እዩ ላጸረፍኩም ኢኹም ኣብዛ እትኩምዋ ኣለኹም እዳ ኣሳ ጎበዝቲ ቃላሲት ጀግና ሰብ ድነበረት እያ በቃ ደብረ ሊባኖስ ማለት እኮ በዓል ዋና ኖርዘርን ስታር ሆቴል እዩዎ ዶ መፅሓፈይ ካመርቅ እሺ ብሎም ኣዳራሽ ፈቅዶምለይ መን ናብ ምንታይ ዓዲ ታይ ምኳኑ ብድፈለጡ ሰው ፖስት ብለ ሰው ቆፀረ ናሃለኩ ኣብ መይዳ ድወግሑ ዝብኢ ድገበሩኒ እኮ እዮም ብማንነት ብላዛ ብላዛ ስለደይ ደገፍዎ ስለደይ ዳልይዎ ዳቅረዩኒ ሰባት እዮም ኣይቃረይ ኣብ ካልእ ኣሕትሞ እየ ዳኣኒ እንታይ እዩ? ክልተ ዝተፈላለየ ሃይማኖት ዘለዎም ሰባትከ ንዝተማልአ ዕምሪ ዘለዎ ሓዳር ንምግባርሲ ኣይጽገሙን ትብል ዶ? ክገብሩ እምበር የብሎምን ይብል ኣነ እወ ከም ቶማስ ክገብሩ ጠቕላላ የብሎም እዩ ዝብል ስ- ስለምንታይ ሓዳር ማለት እንታይ ማለት እዩ ንኣብነት ቆልዑ ምፍራይ ማለት እዩ እሺ እወ ቆልዑ ከተፍሪ ኢኻ ሰው ኣጠማምታ ካባል ሓደ ተዘይኮነስ ንዓ ሓደ ክኾን ኣለዎ ረዲካኒ ሕጂ ንኣብነት ክልተ ነንሚን ሃይማኖት ዘለዎም ሰባት ብፍቕሪ ተራኺቡ ብፍቕሮም ዝተረኸብካስ ኮፍ ኢልካ ክትፈትሖ ዝግባእካ ነገር ኣሎ ኣብ ዓለም ኳ ሓንቲ ሓቂ ኣላ ነታ ሓቂ እዚኣ ኩላትና ንከራኸረላ ኣለና ሰኣን ቀሪብካ ምስ ዝርራ ሴጣን ቀዳመይቲ መሳርሒቱ እንታይ ምኳኑ ትፈልጥ ኣብ ዓለም ብዙሓት ሃይማኖታት ኣለዋ ከም ኣብነት ኣብ ውሽጢ ክርስትያን ካቶሊክ ፕሮቴስታን ኦርቶዶክስ ዝበሃል ሃይማኖት ኣሎ እንታይ ኮይኖም ዝመስለካ ብዙሓት ሰባት ብዛዕባ ሃይማኖቶም ክካትዑ ይውዕሉ ተረዲካኒ ሓንቲ መዓልቲ ግን ዓበይቲ ጳጳሳት

ብሓይሊ ኣይኮነን ብስምዒት ኣይኮነን ምናልባት ክንረዳዳ እንተዘይክኢልና ግን ኣነ ከም ቶማስ ብሓንሳእ ዘይምዃን ይምረፅ እዩ ዝብል ክልተ ዝተፈላለየ ሃይማኖት ሒዝካ ትኸይድ ብድሕሪኡ ኣነ ሕጂ ውላደይ ኦርቶዶክስ ክኾን እዩ ዝደሊ ካልእ ሃይማኖት ዘለዋ ጓል እንተ ተመርዕስ ድሌታታ እየ ክነፍጋ ዋላስ ድሌታት እየ ክገድፍ ኣይደልን እዩ ኢትዮጵያውያን ኢኹም ሕብሪ ዓይንኹም ደስ ኣይበለንን ክብል ከሎ ህዝቢ ትግራይ ሽዑ ን ኤርትራውያን ኣሕዋትና እዮም ኢሉ ህዝቢ ትግራይ ሰልፊ ወፂኡ ድዩ? ኣይወፀን። ስለዚ ሰባት ኩሉ ግዜ ኣብዛ ዓለም ክሳብ ዘለዉ ዶባት ዶባቶም ብምኽባርን ክብርታቶም ብምትሕልላውን ሓደ ነቲ ሓደ ብዘይምትንዃልን ድኣ እዮም ሰላም ዝገብሩ እምበር ዓፅምን ዘርእን ቆፂርካ እሞ ሰላም ኣይኮንካን ትገብር ሰላም ኢኻ ተጥፍእ ምኽንያቱ ዓፅሚ ክትቆፅር ተጀሚርካ ኣብቲ ትቆጽሮ ዓጽሚ ከይተረፈ ብዙሕ ጉድ ክትረክብ ኢኻ ቆሎ ኣብ እዝኖም ዝኣተዎም ብታሪኽ ኣእጋሮም ዝተቆርጹ ብታሪኽ ኢዶም ዝተቆርጹኸ እንታይ እከ ሽዑኸ እንታይ ኔሩ መንነትና ሎሚ ኮናን እኮ ትግራይን ህዝቢ ኤርትራን ሎሚ ንመጀመርያ ድዩ ተባኢሱ ህዝቢ ኤርትራን ህዝቢ ትግራይን ጥራሕ ኣይኮነን ኩሉ ህዝቢ ዓለም ባእሲ ነባ ኣሎ ኩሉ ግዜ ኩናት ግጭት ደው ኣይብልን ሕጂ ትማሊ ኢዶም ክቁረጹ ከለዉ ሓደ እግሮም ክቁረጽ ከሎ ቆሎም እዝኖም ክኣቱ ከሎ ትግርኛ እኮ እዮም ዝዛረቡ ነይሮም ዋላሽ ቆሎ ግን ኣብ እዝኖም ኣት ስለምንታይ ድንቁርና እቲ ድንቁርና ናይ ሰባት ይቆሙ ደባእሰና ደሎ እምበር መራሕቲ እዮም ከምዚ ገይሮም ደባእሱና ደሎ እምበር ሓደ ህዝቢ ኢና ምባል እዚ ከመይ ደ ፀገም ዝኸውን ብመንነት ሓደ ህዝቢ ኢና መራሕቲ እዮም ደባእሱና ደለዉ ነይረ ሓወ ኦኬ ቀፅል ዘርሰናይ ድሓን እግዚኣብሔር ይመስገን ኣብ ድሓን ኩነታት ኣለኻ ኣትሊስት ንእሽተይ ናይ ዕለተ ልደታ ሃይፐርዝይ ክትብላ ትኽእል ኢኻ እሺ ኣይነገርኳን መን ምዃንካ ስፒከር ገይረካ ኣለኹ ሕጂ ኣብ ካሜራ ኣለኻ እሺ ሄሎ ሄሎ

ኣብ ኢትዮጵያ ለለኹም ኣስራሕቲ ፊልም። እወ ዳዊት ተምዚ ኢሉ ሰፕራይዝ ገይርዋ እንዮ ንጓሉ። እሺ ቤተሰብ ንሎምዓንቲ ልሓዝኹም ቪድዮታት እዚኦም ይመስሉ ነይሮም ኣብ ቀፃሊ ብልገራርሙ ቪድዮታት ሒዘ እስካዕ ልምለስ ሰብስክራይብ እና ላይክ ምግባር ኣይትረስዑኹ እዚ ቪድዮ ለተተሞቺኩም ንሼር ብምግባር ኣበረታትዕ ክል ይደሊ ኹለኹም ግን subscribe ምግባር ህይትርስዑ ኢኹም እስካብ ሽዕቱ ቻው።